ሰላም ሰላም ፍትዋት ተኸታተልተይ እንኳዕ ብሰላም መጻኹም። ንሎማዓልቲ ሒዘልኩም ዝመጻኹ ሙሉእ ዘመናዊ ኣቑሑት ገዛ ዋጋታቱ ኣብ ኣዲስ ኣበባን ኣብ ትግራይን ማዕረ ክንደይ ፍልልይ ኣለዎ ዝብል ሙሉእ ኣቑሑት ምስ ዋግኡ እየ ሒዘልኩም መፅየ ሎማዓልቲ ናይ ኣዲስ ኣበባ ሒዘልኩም መፅየ ኣለኹም ኣብ ቀፃሊ ድማ ናይ መቐለ ከምፀእልኩም እየ ኣብ ኣዲስ ኣበባን ኣብ መቐለን ናይ ዋጋ ፍልልያቱ ርኢኹም ኣብ ዝዋፀእኩም ትገዝኡ ማለት እዩ ላይክ ሳብስክራይብ እናገበርኩም ንድሕር ሕጂ ክሰርሐልኩም ትደልይዎ ቪድዮታት እውን ኣብ ኮሜንት ሕተቱኒ ክብለኩም ይፈቱ ሰናይ ምክትታል ብመጀመርያ ዝጅምረልኩም ብዘመናዊ ስቶቭ እዩ ከምዚ ትርእይዎ ዘለኹም ዘመናዊ ተወልዋሊ ኩሉ ዓይነት መማረፂታት ዘለዎ ፓወር መወስኺ መቐነሲ በዓል ክልተ ሸሞንተ ሽሕን ኣርባዕተ ሚእትን ዋግኡ ከምዛ ትርእይዋ ዘለኹም እዚኣ እውን በዓል ክልተ ስቶቭ እያ ዋጋኣ ድማ ሰለስተ ሽሕን ሽዱሽተ ሚእትን ብር ኣላ። እዚኣ እውን ትውስኹላን ትቕንሱላ እንተኾይንኩም ዋጋ ከምኡ ክውስኽን ክቕንስን ይኽእል እዩ። ካብኡ ቀጺለ ዘርእየኩም ድማ ፈናጅል ከምዚ ትርእይዎ ዘለኹም ናይ ሓበሻ ዲዛይን ወይ ድማ ሕድያት ዘለዎ እንድሕር ደኣ ኮይኑ ንሽዱሽተ ሓባ ምስ ሽሓኑ እንድሕር ደኣ ደሊኹም ሽሕን ክልተ ሚእትን ዓሰርተ ክልተ ሓባ ምስ ሽሓኑ እንድሕር ደኣ ኮይኑ ከዓ ክልተ ሽሕን ኣርባዕተ ሚእትን ዋግኡ እዚ እውን ተመሳሳሊ እዩ ነገር ግን እዚኤን ንእሽተይ ቅንስ ዘበላ እየን ንሽዱሽተ ሓባ እንድሕር ደኣ ደሊኹም ክልተ ሽሕ ዓሰርተ ክልተ ሓባ ወይ ድማ ዓሰርተ ክልተ ፍረ ምስ ሽሓኑ እንድሕር ደሊኹም ድማ ኣርባዕተ ሽሕ ዋግኡ ማለት እዩ እዚ ትርእይዎ ዘለኹም ድማ ጭልፋ ማንካ ካራ ብዙሕ ዝተፈላለየ ነገር ዘለዎ ሙሉእ ኩሉ ነገር እዩ ሒዙ ዝመጽእ መኽተፊ ውን ኣለዎ'ዩ መቐመጢ ኣለዎ ከምዚ ትርእይዎ ዘለኹም ሓደ ብሓደ ክወጽእ ከሎ ረኣይዎ ዝተፈላለየ ዓይነት ንሰላጣ ዝኸውን ንስጋ ዝኸውን ካራታት ኣለዎ ጭልፋ ድማ ንመኮረኒ ንሩዝ ንሹርባ ዝተፈላለየ ነገር ኣለዎ ኩሉ ነገር እዩ ዝመጽእ ሓንቲ መቐስ እውን ምስኣ ትመጽእ ደራባ ወይ ድማ ናይ እንቆቕሖ መውቅዕ እውን ምስኡ ይመጽእ ናይ ቅመም ማናኹ እውን ኣለዎ መትሓዚ ድስቲ እውን ኣለዎ ሓንቲ ድማ ከምዛ ትርእይዋ ዘለኹም ጣውላ ምስኣ ትመፀኩም ዋግኡ ድማ ጠቕላላ 3500 ማለት እዩ ከምዛ ትርእይዋ ዘለኹም ኣብ ካርቶና እያ ትመፀኩም 3500 ዋጋኣ ካብኡ ቀፂለ ዘርእየኩም ድማ ከም ዝተርእይዎ ዘለኹም ብጣውላን ብፕላስቲክን ሰሓን ከርእየኩም እየ ተደራራቢ ማይ ወይ ድማ ዝኾነ ነገር ነቕርበሉ ሰሓን ከምዚ ትርእይዎ ዘለኹም ንሰለስቲኤን ብጣውላ እንድሕር ደኣ ኮይኑ ሰለስተ ሽሕን ሸሞንተ ሚእትን ዋጋ ተደራዲርኩም እውን በዚ ሕጂ ዝዛረበኩም ዘለኹ ሲ ክቕንስልኩም እውን ይኽእሉ እዮም ስለዚ ብጣውላ እንድሕር ኮይኑ ሰለስተ ሽሕን ሸሞንተ ሚእትን ካብኡ ቀፂለ ዘርእየክን ልክዕ ከምዛ ከርእየኩም ዝፀናሕኩ ብፕላስቲክ እንድሕር ደኣ ኮይኑ ሰለስቲኤን እዚ ሓንቲ ዓባይ ማእኸለወይቲ እንደገና ከዓ ካብኣ ንእስ ዝበለት ብፍላይ ኣብ ዓዲ ዓረብ እኳ እዘን ሽሓን እዚኤን ብጣዕሚ ብዙሓት ዓራባት እየን ዝገዝእን ዳርጋ መብዛሕቲኡ ዓራባት ሲ ኣይሰኣናን ዓሲር ማይ ዝኾነ ነገር ንጋሻ ብፍላይ ክነቕርበሉ እንድሕር ኮይና ዘይሰኣና እየን ስለዚ ንሰለስቲኤን ክልተ ሽሕን ኣርባዕተ ሚእትን ዋግአን ካብኡ ቀፂለ ዘርእየኩም ድማ ናይ ፎርን ወይ ድማ ናይ ኦቨን ዋጋ እዩ ከምዚ ትርእይዎ ዘለኹም ናይ ቱርኪ ኦቨን ኮይኑ ዋግኡ ድማ ኣብ ውሽጡ ሰለስተ ሽሓን ኣለዎ ልክዕ ከምዚ ወዲ ሒዝዎ ዘሎሲ ናይ ደርሆ እቲኻ እናተሽከርከረ ንክበስል ከምዚ ኢዱ ዘሎ ሓፂን ኣለዎ እንደገና ብክብን ብኣርባዕተ ኣንጎሎን ሸሓን እውን ኣለዎ። ሳይዙ ድማ ሰላሳን ሸሞንተን ሊትር እዩ። ብዘጋጣሚ እንድሕር ደኣ እኽልቲ እያ ኢልክን ሓሲብክንኣ ሳይዛ ክትፈልጣ እንድሕር ደሊኽን ሰላሳን ሸሞንተን ሊትር ዋጋኣ ድማ ዓሰርተ ሓደ ሽሕን ሓሙሽተ ሚእትን ናይ ላዕሊ ናይ ታሕቲ ፓወር መቐነስን መወሰኽን ኩሉ ነገር ኣለዎ እዩ። ቀጺለ ዘርእየኩም ድማ ከምዛ ትርእይዋ ዘለኹም መጥሓኒ ስጋ፣ መጥሓኒ ሰላጣ፣ ዝኾነ ነገር ሰላጣ ንባዕሉ ወይ ፍሪ ወይ ድቕቕ ዝበለ ንክትጥሕነሉ ዝተፈላለየ ቅያር ካራ ዘለዎ ከምዚ ትርእይዎ ዘለኹም ኣርባዕተ ዓይነት ቅያር ካራ ኣለዎ። ብኤሌክትሪክ ጥራሕ እዩ ዝሰርሕ ማለት ድማ ኣብዚ ሕጂ ሰዓት ብፍላይ ኣብ ዓድና ሲ ብባትሪ ዝሰርሕ ብዘይ ምንም ባትሪ ብዘይ ኤሌክትሪክ እውን ዝሰርሕ ዝተፈላለየ መጥሓኒ ሰላጣ፣ መጥሓኒ ኮሚደረ፣ ሽጉርቲ እናተሰርሐ ዩ ኣብዚ ሕጂ ሰዓት። እዚኣ ግን ብኤሌክትሪክ ጥራሕ እያ ትሰርሕ ዋግኣ ድማ ሰለስተ ሽሕን ሸውዓተ ሚእትን። ካብኡ ቀጺለ ናብ ድስትታት ክወስደኩም እየ። ቅድሚ ናብ ዋጋታት ናይዚ ድስቲ ምኻደይሲ ሓንቲ ሓፍተይ ሓደ ግዜ ደዊላ ዘዕለለትኒ ናብ ዓዲ ደዊላ ናብ ሓደ ነጋዴ ሰራሚክ ድስቲ መሬጻ ትሰደሉ እሞ ካልኣይ ሳልሳይ ደረጃ ከይኸውን ትብሎ እሞ ኩሉ ቀዳማይ ደረጃ ዩ ሰራሚክ ድስቲ ካልኣይ ሳልሳይ ደረጃ የለን ኢሉኒ ኢላ ዝሓተተትኒ ነይራ። ስለዚ ኩሉ ሰራሚክ ድስቲ ቀዳማይ ደረጃ ዝመስለክን ከይትጋገያ ክትገዝኣ ከለኽን ንናይ ባዕሉ ኳሊቲ ንናይ ባዕሉ ደረጃ ንናይ ባዕሉ ሽም ከም ዘሎ ተጠንቅቓ እየ ክብለክን ዝደሊ። ቀጺለ ከምዚ ትርእዩ ዘለኽን እዚ ሕጂ ቀዳማይ ደረጃ እዩ ማለት ኣነ ሰራሚክ ኢለ እየ ዝጽውዖ ዘለኹ እምበር ንናይ ባዕሉ ሽም ኣለዎ እዩ። ግን እዚኤን ቀዳማይ ደረጃ እየን እዘን ትርእየን ዘለኽን ንሓሙሽቲኤን ድማ ዋግአን ዓሰርተ ኣርባዕተ ሽሕ'የን። ናይ ኢድ መትሓዚ ድስቲ ብፕላስቲክን ብጨርቅን ኣለወን። ቀጺልና ንሪኦ ድማ ሓሙሽተ ተደርዳሪ ድስቲ እዚ እውን ከምዚ ትርእይዎ ዘለኹም ዋግኡ ሸሞንተ ሽሕን ሓሙሽተ ሚእትን እዩ ንሓሙሽቲኡ ማለት እዩ ዋጋ ክውስኽልኩምን ክቕንስልኩምን ይኽእሉ እዮም ኣኣብ ጊዝኡ ይፈላለዩ ተደራዲርኩም እውን ዋጋ ከቐንስልኩም ይኽእል እዮም። በዚ ኣጋጣሚ ኣብ ካርቶን እዮም ተዓሽገን ዝመጻ ካብዚኣተን እውን ካብኡ ቀጺለ ድማ እዘን ትርእይወን ዘለኹም ድስትታት ድማ ከምዘ ትርእይዋ ዘለኹም ንሰለስቲኤን ዋጋኤን ሸሞንተ ሽሕ እየን ከም ጽሒፈዮ ዘለኹ ክትውስኽለን ትቅንሱለን እንድሕር ኮይንኩም ዋጋ ይውስኽን ይቐንስን እዩ ሓንቲ ፍረ ንባዕሉ ትገዝኡ እንድሕር ዳኣ ደሊኹም ትገዝኡ ትኽእሉ ኢኹም ኢሎም ስለዚ ሰለስቲኤን ሸሞንተ ሽሕ ንዚኤን ድማ ንሓሙሽቲኤን ዓሰርተ ሰለስተ ሽሕ እዚኤን እውን ቀዳማይ ደረጃ እየን እዘን ሕጂ ትርእይወን ዘለኹም እዚኤን ድማ ዋግአን ኣርባዕተ ሽሕን ሸሞንተ ሚእትን እየን ንሓሙሽቲኤን ምክንያቱ እዚኤን ካልኣይ ደረጃ ስለ ዝኾና ዋግአን ይቐንሳ እየን ካብተን ቀዳሞት እዚኤን ይቐንሳ ኣርባዕተ ሽሕን ሸሞንተ ሚእትን ንሓሙሽቲኤን ካብኡ ብምቕፃል ድማ እዘን ትርእይወን ዘለኹም ዋግአን ጠቕላላ ኣርባዕተ እየን፣ ንኣርባዕቲኤን ድማ ኣርባዕተ ሽሕ ዋገእን። ብምቕጸል እዘን ትርእይወን ዘለኹም ድማ ሰለስተ እየን ዝመጻ ክትውስኽለንን ትቅንሱለንን ትኽእሉ ኢኹም። ንሰለስቲኤን ግን ሓሙሽተ ሽሕን ሓሙሽተ ሚእትን ዋገእን። ብምቕጻል ድማ እዚ ትርእይዎ ዘለኹም ድስቲ ማለት እዘን ሕጂ ትርእይወን ዘለኹም ዘይኮናሲ እተን ቀጺለን ዘለዋ ተመሳሳሊ ስለ ዝኾና ንሸውዓተ ሓባ እየን ዝመጻኹም ሸውዓተ ፍረ እዩ ዝመጸኩም ካብ ዝዓበየ ክስካዕ ዝነኣሰ ንሸውዓቲኡ ዋግኡ ድማ ሸውዓተ ሽሕን ሽዱሽተ ሚእትን ይመጸኩም ማለት እዩ ኩሉ እዚ ቀጺሉ ዘሎ እውን ዋግኡ ተመሳሳሊ እዩ ከምኡ ተመሳሳሊ እዩ ጥራሕ ትውስክሉ እንትቐንስሉ እንተኮይንኩም ንኣብነት ካብ ሸሞንተ ንላዕሊ ትውስክሉ ተኮይንኩም ካብ ሸውዓተ ንላዕሊ ትውስክሉ ተኮይንኩም ዋጋ ይውስኽ ካብ ሸውዓተ ንታሕቲ ትቐንሱ ተደሊኹም ድማ ዋጋ ይቕንሰልኩም እምበር ኩሉ እዚ ተመሳሳሊ እዩ እዚ ትርእይዎ ዘለኹም ዋግኡ ማለት እዩ። ካብኡ ቀጺልና ድማ እዘን ትርእይወን ዘለኹም ሰለስተ ድስትታት እዛ ሕጂ ዝሕዛ ዘሎ ንሰለስቲኤን ድስትታት ድማ ዋግኤን ክልተ ሽሕን ሸሞንተ ሚእትን ካብኡ እንድሕር ደኣ ወሲኽኩም ዋጋ ይውስኽ ካብኡ እንድሕር ደኣ ቀኒስኩም ከዓ ዋጋ ይቕንሰልኩም ማለት እዩ። እዚኤን ድማ እዚኤን እውን ሰለስተ እየን ንሰለስቲኤን ሰለስተ ሽሕ ከምዛ እትርእይዎን ዘለኹም እየን ዝመጻኹም ተወሲኽኩም ይውስኽ እዩ ካብኡ ንታሕቲ ተቐኒስኩምለን ከዓ ይቕንስ እዩ ማለት እዩ እዚ እትርእይዎ ዘለኹም ድማ ረከቦት ናይ ቡና እዩ ረከቦት ናይ ቡና እንድሕር ደኣ ትደልዩ ኮይንኩም ካብ ዝዓበየ ክስካዕ ዝነኣሰ ናታትኩም ጠለብ ኣብ ኮሜንት ርኤ ሙሉእ ቪድዮ ከምፀልኩም እየ ቀፃሊ ብምቕፃል ድማ እዚ እትርእይዎ ዘለኹም መፍልሒ ቡንን መጥሓኒ ቡን መጥሓኒ ቅመማትን ዝሓዘ እዩ ንኣብነት እዛ ብኢዱ ሕጂ ምልክት ዝገብራላ ዘሎሲ መፍልሒ ማይ እያ ፕላስቲክ እያ ዋጋኣ ድማ ክልተ ሽሕን ሓሙሽተ ሚእትን እያ ዝቐነሰት እያ እዛ ኣብ መወዳእታ ዘለዋ ዋጋኤን ክነግረኩም እየ ካብኡ ብምቕጻል ድማ እዚ ትርእይዎ ዘለኹም መጥሓኒ ቡን እዩ ዋግኡ ሸሞንተ ሚእቲ እዚኣ እውን ዝነኣሰት መጥሓኒት ቡን እያ ካብኡ እዚ ኣብኡ ዘሎ ሕጂ ኢዱ ምልክት ዝገብረላ ዘሎ ድማ እዚኣ መጥሓኒ ቅመማትን መጥሓሚ ቡን እውን ትጥሕን ትኽእል እያ በርበረ እውን ክጥሕን ይኽእል እዩ ዋጋኡ ድማ ሸውዓተ ሽሕ እዩ። ካብኣ ዕብይ ዝበለት እንተኾይና ሸሞንተ ሽሕ ትሽዓተ ሽሕ ኣላ። እዛ ሕጂ ምልክት ዝገብረላ ዘሎ ግን በርበረን ቅመማትን ቡንን ክጥሕን ዝኽእል እዩ። ስለዚ ዋጋኡ ካብ ሸውዓተ ሽሕ ክስካዕ ሸሞንተ ትሽዓተ ሽሕ ክስካዕ ዓሰርተ ሽሕ ይበጽሕ እዩ ኢሎም። እዛ ኣብ ጎና ዘላ ግን ካብኣተን ንእስ ዝበለት ዝነኣሰት ስለዝኾነት እዚኣ እውን ኩሉ ነገር ክትጥሕን ትኽእል እያ። ዋጋኣ ግን ኣርባዕተ ሽሕን ሸውዓተ ሚእትን ብጣዕሚ ካብኣተን ዝነኣሰት ስለ ዝኾነት ሳይዛ ማለት እዩ። ካብኦም ወጻሊ እዚ ትርእይዎ ዘለኹም መፍልሒ ማይ ድማ ወይ ድማ ብዓዲ ዓረብ ቀላያ ንብሎ ካብ ዝነኣሰ ክስካዕ ዝዓበየ ኣሎ እዩ። ንኣብነት ከምዛ ቀዲመ ክገልጸልኩም ዝጸናሕኩ እዛ ትርእይዋ ዘለኹም ሕጂ ንኣብነት ቀዳማይ ደረጃ እያ። ዓሰርተ ሰለስተ ሽሕ ኣሎ ዓሰርተ ክልተ ሽሕ እውን ኣለዋ እየን። ካብዘን ትርእይወን ዘለኹም እዚኤን ቀዳማይ ቀዳማይ ደረጃ እየን። ስለዚ ዓሰርተ ሰለስተ ሽሕ፣ ዓሰርተ ክልተ ሽሕ እስካዕ ትሽዓተ ሽሕ ኣለዩ። እቲ ቀዳማይ ደረጃ ዝበሀል እውን ዝዓበየን ዝነኣሰን ክንደይ ሳይዝ እዩ ዝውስኖ። ስለዚ ከምዚ ትርእይዎ ዘለኹም መፍልሒ ማይ ካብ ዝነኣሰ ክስካዕ ዝዓበየ ከምዚ ዝገለፅኩልኩም ነዚ ይመስል። እዘን ኣብ ቅድሚት ገፅ ዘለዋ ድማ ያው መብዛሕቲና ኣብ ስደት ዘለና ንፈልጦ ኢና። ከምዚ ካበችኖ ወይ ከዓ ዝኾነ ነገር ቡና ኮይኑ ዝተፈላለየ ዓይነት ቡና ዝሰርሕሉ ብኤሌትሪክ ዝሰርሕ እዩ ኣብ ዓድና ግን ብባትሪ ዝሰርሕ እውን ከም ዘለዎ ሪኤ ኣለኹ ኣነ እንድዒ ንስኡ ኣስሊ ድዩ ኣስሊ ኣይኮነን እንድዒ እምበር ብባትሪ ዝሰርሕ እውን ሪኤ ኣለኹ ከምዚ ትሪእዎ ዘለኹም ብርጭቆታት ምስ ንዕኡ ዝመስል ተመሳሳሊ ጆክን ተደራራቢ ሽሓናትን እውን እንድሕር ደኣ ጠለብ ኣብ ኮሜንት ሪኤ ኣብ ቀጻሊ ብሰፊሑ ሒዘልኩም ክመጽእ እየ ሎማዓልቲ ናይ ኣዲስ ኣበባ ሙሉእ ኣቁሑት ገዛ ዘመናዊት ዘመናዊ ዝበሃል ብፍላይ ኣምፅኤልኩም ኣለኹ ፈቲሖምዎ ክትኮኑ ድማ ተስፋ ይገብር ኣብ ቀፃሊ ድማ ናይ መቐለ ከምፀእልኩም እየ ቪድዮ ኣብ ዝሰርሐልኩም ኣቁሑት ገዛ እንታይ እንታይ ዓይነት ዋጋ ክትፈልጡ ትደልዩ ኣብ ኣዲስ ኣበባ ክኸውን ይኽእል ኣብ ትግራይ ክኸውን ይኽእል ኣብ ኮሜንት ፅሓፉለይ በዝሒ ጠለብ ዝረኸበ ወይ ድማ በዝሒ ላይክ ዝረኸበ ወይ ተደጋጋሚ ኮሜንት ዝተፅሓፈ ንሪኤ ኣነ እውን ኣብ ቀጻሊ ቪድዮ ሒዘልኩም ክመጽእ እየ። ንሎማዓልቲ ዝነበረትና ጻንሒት እዚኣ እያ ትመስል። ኣብ ቀጻሊ ቪድዮ ክስካዕ ንራኸብ። ሰሰናዩ ንዓኹም። ባይ ባይ።